ሰላም ክቡራት ተኸታተልቲ ናይዚ ቻነል እዚ ከመይ ትቕንዩ? ንሎሚ ብዛዕባ ሓንቲ ጠቓሚት ዝበልኩዋ ዌብሳይት ከላልየኩም መሪጸ ኣለኹ ማለት እዩ። እዛ ዌብሳይት እዚኣ ብፍላይ ነቶም ኣብ ፕሮግራሚንግ ትነጥፉ ወይ ናይ ኮምፒውተር ሳይንስ ተምሃሮ ዝኾንኩም ብፍላይ ድማ ነቶም ኣብ ምምዕባል ዌብሳይት ዌብ ዴቨሎፕመንት እትሰርሑ ሰባት ማለት እዩ ወይ ድማ ተምሃሮ ክትኮኑ ትኽእሉ ኢኹም ንዓኻትኩም ኣዝያ ሓጋዚት ዝበልኩዋ ዌብሳይት እያ ናዛ ዌብሳይት እዚኣ ከላልየኩም መሪፀ ኣለኹ ማለት እዩ ናብቲ ሙሉእ መደብ ከብለኩም ብቕድሚኡ ግን እዛ ቻነልና ኤሪቴክ ሳይት እያ ትበሃል ኣብዛ ቻነል ዝተፈላለየ መሃሪ ኣዘናጋዒ ዝኾነ መደባት ውን ክትረኽቡ ትኽእሉ ኢኹም። ሳብስክራይብ ክትገብሩ በዚ ኣጋጣሚ እዚ ንላቦ። ከምኡ ውን እታ ናይ ደወል ምልክት እንተድኣ ጸቒጥኩማ ኩሉ ነውርዶ ቪድዮታት ብቐሊሉ ክትረኽብዎ ትኽእሉ ኢኹም ማለት እዩ። ኣብ ኖቲፊኬሽን ክመጸኩም እዩ። ኩሉ ዘውረድናዮ ቪድዮታት ድማ ክትከታተልዎ ብቐሊሉ ወይ ድማ ክትረኽብዎ ትኽእሉ ኢኹም ማለት እዩ። ንሎሚ ከላልየኩም መሪጸያ ዘለኹ ዌብሳይት w3schools ዶት ኮም ትብል ዌብሳይት እያ w3schools ዶት ኮም ኢልኩም ምስ ጸሓፍኩም እታ ዌብሳይት ነዚኣ እያ ትመስል ኣብዛ ዌብሳይት እዚኣ ናይ ብሓቂ ዘ ወርልድስ ላርጀስት ዌብ ዴቨሎፕመንት ሳይት ኢሎም ኣለዉ ኣነ እቲ ኣዝዩ ዝመሰጠኒ ናይዛ ዌብሳይት እዚኣ እቲ ኣቀራርባኣ እዩ ኣዝዩ ሲምፕል እዩ ቀሊል ብዝኾነ ኣገባብ እያ ተሰሪሓ ዘላ ማለት እዩ። በዚ ጸጋማይ ወገን እንተ ርኢኹም እቲ ክትመሃርዎ ትደልዩ ዓይነት ትምህርቲ ኣሎ html and css ዝብል ኣርእስቲ ኣሎ ኣብዚ Learn html Learn css Learn Bootstrap እናበለ ይኸይድ ደሓር ድማ ናይ ጃቫ ስክሪፕት ትምህርቲ ኣሎ ኣበዚ ጃቫስክሪፕት፣ ጄኩሪ፣ ሪኣክት፣ ኣንጉላር ጂኤስ ክትመሃሩ ወይ ጄይሰን፣ ኤጃክስ ኣለኩም። ከምኡውን ብሰርቨር ሳይድ ድማ ናይ ኤስኩኤል እዚ ምስ ዳታቤዝ ዝተሓዝ ማለት እዩ ናይ ፒኤችፒ፣ ኤኤስፒ፣ ኖድ ጄኤስ ኣለኩም። ከምኡውን ናይ ፕሮግራሚንግ ትምህርቲ እውን ኣብዚ ክትረኽቡ ትኽእሉ ኢኹም ማለት እዩ። ናይ ፓይተን ኣሎ፣ ጃቫ፣ ሲ ፕላስ ፕላስ፣ ሲ ሃሽ፣ ማሽን ለርኒንግ ዝብል እውን ኣሎ ማለት እዩ። ናይ XML ትምህርቲ ውን ኣብዚ ኣለኩም ካልእ ተወሳኺ ሓበሬታ ትረኽብሉ ሪፈረንስ ከኣ ኣብዚ ኣለኩም ማለት እዩ ተወሳኺ ዝተፈላለዩ ኤክሰርሳይስ ድማ ኣብዚ ኣሎ ማለት እዩ ናይ HTML ኤክሰርሳይስ እንዳደለኹም ኣብዚ ኣለኩም HTML ምስ ኣጽናዕኹም ዝተፈላለዩ ኤክሰርሳይስ ኣብዚ ባዕልኹም እናሰራሕኹም ፕራክቲካሊ እቲ ዝተማሃርኩሞ ክትፍትንዎ ትኽእሉ ኢኹም ማለት እዩ ስለዚ ንኣብነት html ኢሉ ኣብዚ ኣምጺልና ኣሎ ተደሊና በዚ ክንኣቱ ንኽእል ኢና ተደሊና ከኣ ኣብዚ ኣለና እዚ language for building web pages ዝብለና ኣሎ ናይ html ፈረንሳ ኣብዚ ገይርልና ኣሎ ተደሊና ከኣ learn html ጸቂጥና ከኣ ኣብዚ ብዛዕባ ናይ html ትምህርቲ ክንጅምር ንኽእል ኢና ማለት እዩ ኣብዚ example እዩ ዘርእየና ዘሎ ኣብዚ ኤግዛምፕል የርእየና ኣሎ እቲ ኮድ ኣጸሓሕፋ ማለት እዩ ናይ ኤችቲኤምኤል ኣብዚ ከኣ ባዕልኹም ፈትኑ ከኣ ይብለና ኣሎ ማለት እዩ እናተማሃርና እናፈተና ክንከይድ ንኽእል ኢና እዚ እቲ ዝበለጸ ናይዛ ዌብሳይት እዚኣ ማለት እዩ ኣብዚ ከዓ ናይ ሲኤስኤስ ከዓ ከምኡ የርእየኩም ኣሎ ብቕል ዝበለ ለርን ሲኤስኤስ ክትጅምሩ ትኽእሉ ኢኹም ኣነ ግን እንታይ ዝብል መጀመርታ ኤችቲኤምኤል ጀምሩ ብድሕሪኡ ሲኤስኤስ ኣፅንዑ ጃቫስክሪፕት፣ SQL እናበልኩም በብሪጋ ከምዚ እናበልኩም ክትከዱ ከኣ ትኽእሉ ኢኹም ማለት እዩ። ኣብዚ ኤክሰርሳይስ ኣለኩም፣ ኣብዚ ቴምፕሌትስ ኣሎ። ኣብ መወዳእታ ክነግረኩም ዝደለኹ ከኣ እዚኣ ናይ ዌብ ሰርቲፊኬት ማለት እዩ። ሰርቲፊኬት ክበኹም ይኽእሉ እዮም እዞም ዌብሳይት እዚኣቶም ማለት እዩ። ምስ ተማሃርኩም ተማሂርኩም ምስ ወዳእኹም ኣብዚ ጌት ሰርቲፊኬት ዝብል ኣሎ ኣይ ዶንት ኖው ኣነ እኮ ኣይፈተንክዎን ግን ወይ ፈተና ወሲድኩም ዲኹም ወይ ኩዝስ ኤክሰርሳይስ እንድሕር ወዲኹም ሰርቲፊኬት ክብኹም ይኽእሉ እዮም ማለት እዩ ሕጂ ብቕልል ዝበለ ናይ ኤችቲኤምኤል ከርእየኩም እየ ኤችቲኤምኤል ኣብዚ ንኣብነት ለርን ኤችቲኤምኤል ዝብል ኣሎ ነዚኣ ክሊክ ምስ ገበርኩማ ናብዚ ክትወስደኩም እያ ኣብዚ ፔጅ እዚ ክትወስደኩም እያ ናይ ኤችቲኤምኤል ቱቶሪያል በዚ ጀሚሩ ኣሎ ማለት እዩ ኤችቲኤምኤል ሆም ኢሉ ኣሎ ኤችቲኤምኤል ኢንትሮዳክሽን ኤችቲኤምኤል ኤዲተርስ ኤችቲኤምኤል ቤዚክ እናበለ ይኸይድ ማለት እዩ ሕጂ ኤችቲኤምኤል ቱቶሪያል ኢሉ ኣብዚ ኔክስት እናበልኩም ክትከዱ ትኽእሉ ኢኹም መጀመርታ ነዛ ፔጅ እዚኣ ተንብቧ ኤችቲኤምኤል እንታይ ምዃኑ ኣብዚ ይነግረና ኣሎ ኢዚ ለርን ባዕልኹም ክትፍ ኣብዚ ኤግዛምፕል ኣምጺልኩም ኣሎ ኣብዚ ከዓ ባዕልኹም ከዓ ክትፍትኑ ትኽእሉ ኢኹም ማለት እዩ ኣብዚ ኤግዛምፕል ሴሪካ ኤክሰርሳይስ እናበለ እቲ ኩዝ ከዓ ኣብዚ ኣሎ ማለት እዩ ከምዚ እናበለ እቲ ናይ ኦንላይን ሰርቲፊኬት ድማ ኣብዚ ኣሎ ልዕሊ ዕስራን ሓሙሽተን ሽሕ ሰርቲፊኬት ኦልሬዲ ዓዲሎም ከም ዘለዉ ኣብዚ ይነግረና ኣሎ ማለት እዩ ናይ ኩሉ ዓይነት ሰርቲፊኬት ኣብዚ ክትረኽቡ ትኽእሉ ኢኹም ኣብዚ ኔክስት ትብሉዋ ናብታ ካልይቲ ናብዛ ኤችቲኤምኤል ኢንትሮዳክሽን ከዓ ክትወስደኩም እያ ማለት እዩ ከምዚ እናበለ ከዓ ኩለን ዘን ትምህርትታት እዚኣተን ናይ ኤችቲኤምኤል ኩለን ትውድእወን ማለት እዩ በብርእስቱ እም ኣዳልየሞ ዘለዉ ከምዚ እናገበርኩም ኩለን ትመሃርወን ማለት እዩ። ብድሕሪኡ ከኣ እታ ትራይ ኢት ኤዲተር ከኣ ነዚኣ እያ ትመስል ማለት እዩ። እታ መፈተኒት ማለት እዩ። እቲ ዝተመሃርኩሞ ኮድስ ኣብዚ ክትፍትንዎ ትኽእሉ ኢኹም ማለት እዩ። ጊዜኣ ኤግዛምፕል ኣምጺልኩም ኣሎ ንሽያ ጀሚርኩም ኣሎ ንኣብነት ኤች ዋን ታግ ምስ ኣጽናዕኹም ኤች ታግ ዋን ብኸምዚ ፈቲንኩማ ክትፍትንዋ ትኽእሉ ኢኹም ማለት እዩ። ንኣብነት ኣነ ኣብዚ ይጽሕፍ ለሰይ ኤች ኤች ቱ ታግ እንድሕር ድኣ ክፍትን ደልየ ኤች ቱ ኣብዚ ዝኾነ ኢለ ጽሕፍ ኣብዚ ምጽሓፍኩት ኮድስ ኣብዚ እየ ዝጽሕፎ ማለት እዩ ድሓር ራን ድሕር ዳ ኢልያ ኣብዚ የምጻለይ ማለት እዩ ከመይ ከም ዝመስል እቲ ፔጅ ወይ ድማ እቲ ዌብሳይት ናተይ ድማ ኣብዚ የርእየኒ ኣሎ ማለት እዩ ስለዚ ከምዚ እናገበርኩም እናፈተንኩም ኢኹም ትመሃርዎ ማለት እዩ ስለዚ ሓንቲ ኣርእስቲ ብዚኣ ምስ ወዳእኹም ናብታ ካልኣይቲ ኣርእስቲ ትኸዱ ኣብኣ ከዓ ኩሉ ኢንፎርሜሽን ኣለኩም ኣብዚ እቲ ኤችቲኤምኤል ዶክመንት የርእየኩም ኣሎ ክትፍትንዎ እንድሕር ደሊኹም ኣብዚኣ ትራይ ኢት ዮር ሰልፍ ኢልኩም ክሊክ ትገብሩ ናብዚኣ ኤዲተር ከምዚኣ ክትወስደኩም እያ ኣብዚ ትርእይዎ ማለት እዩ ኣብዚ ኤክስፕሌን ይገብረልኩም ኣሎ ኩሉ መግለፂ እንታይ ማለት ምዃኑ ዘ ኤችቲኤምኤል ኤለመንት ኢዝ ዘ ሩት ኤለመንት ኦፍ ኤችቲኤምኤል ፔጅ ብለኩም ኣሎ እንታይ ማለት ምዃኑ ኩሉ ኣብዚ እናገለፀልኩም እዩ ዝኸይድ ማለት እዩ ብምሉእ እቲ ታግስ ኣብዚ እናሓበረኩም እዩ ዝኸይድ ማለት እዩ ኣብቲ ዌብ ብራውዘር ከዓ ከመይ ከም ዝመስል ከዓ ኣብዚ ከዓ የርእየኩም ኣሎ ማለት እዩ ጂት ስትራክቸር ከኣ ከመይ ኢሉ ይስራሕ ከኣ ኣብዚ ከኣ የርእየኩም ኣሎ ማለት እዩ። ስለዚ እዚኣ እታ ዝበለጸት ዌብ ሳይት ዝረኸብኩዋ እያ ኣነ ምናልባት ነቶም ናይ ዌብ ዴቨሎፕመንት ትምሃሩ ወይ ድማ ዌብ ሳይት ዝተፈላለዩ ዌብ ሳይት ትሰርሑ የሕዋት እዛ ዌብ ሳይት እዚኣ ኣነ ሪኮመንድ ይገብረኩም ማለት እዩ። ስለዚ ንሎሚ ዘዳለኹልኩም መደብ ነዚዩ ዝመስል ነይሩ ኣብ ካልእ መደብ ብሰላም የራኽበና። ሳብስክራይብ ምግባር ኣይትረስዑ ናታትኩም ምትብባዕ ኣይፈለየና ሪኢቶኹም ኣብ ኮመንት ሕቶኹም ኣብ ኮመንት ሓሳባትኩም ኣብ ኮመንት ክንጽበ ኢና የቐኔልና